ምዕራፍ ዓሰርተ ሸውዓተ ውግእ ኣብ ሰማያት መንፈስ እግዚኣብሔር ኣብ ልዕለይ ነበረ ከም ብሓድሽ እውን ምስ ጎይታ ናብ ሲኦል ከድና ጎይታ ኸ ብሓቂ ብለኪ ኣለኹ ብዙሓት ነፍሳት ብሰንኪ ጥንቆላን ናይ ሓሶት ሃይማኖትን ንኻልኦት ኣማልኽቲ ምምላኽን ዘይምእዛዝን ዘይምእማንን ስኽራንን ርኽሰት ስጋን መንፈስን ሎሚ ኣብ ሲኦል ሰፊሩ ኣሎ ን ንዒ ሕጂ ከኣ ካልእ ሚስጢር ክነግረኪ እየ ሕቡእ ነገር እውን ከግህደልኪ እየ ከመይ ጌርካ ኣንጻር እቶም ኩፉኣት መናፍስቲ ከም ዝጽለ ክገልጸልኪ እየ ኣብ ጥቓ ልቢ ሲኦል ናብ ዝርከብ ክፍሊ ሲኦል ከኣ ነበርና የሱስ ኣስዒቡ ቅድሚ ብቕልጡፍ ናብ መንጋጋ ሲኦል ምኻና ሲኦል ከመይ ጌርካ ርእሳ ኣግፊሓ ምህላዋ ክርእየኪ እየ ደው ከኣ በልና። ጐይታ ቀጺሉ፣ እንሆ እመንኒ በለኒ። ብኡ ንብኡ ሓደ ኽፉት ራእይ ረኣኹ። ኣብቲ ራእይ ኣነን የሱስን ኣብ ኣዝዩ ዝለዓለ ሃዋሁ ኣብ ልዕሊ ምድሪ ዓረግና፣ ናብ ጠፈር ኣቢልና ንማዕዱ ነበርና። ሓንቲ መንፈሳዊ ዓንኬል ኣብ ልዕሊ ምድሪ ነበረት። እታ ዓንኬል ብዓይንቲ ስጋ ኣይትረእን እኳ እንተ ነበረት፣ ብመንፈስ ኰይነ ግና እርእያ ነበርኩ። እቲ ራእይ ብዛዕባ እቲ ምስ ሕልቅነትን ስልጣናት ኣየርን እንገብሮ መንፈሳዊ ውግእ ምዃኑ በርሃለይ። ኣጸቢቐ እንተ ጠመትኩ ኸኣ፣ እታ ከባቢ ዓንኬል ሓንቲ በይና ጥራይ ዘይኰነት፣ ብዙሓት ንዓኣ ዝመስላ ኻልኦት ዓንኬላት ከም ዝነበራ ኣስተውዓልኩ። ኣብታ ቀዳመይቲ ዓንኬል ብዙሓት ረሳሓት መናፍስቲ ነበርዋ። እዞም ረሳሓት መናፍስቲ ናብ ጥንቆላ ተቐይሮም ኣብ ሰማይ እንዳ ዘንበዩ ብዙሕ መንፈሳዊ ጉድኣት ከውርዱ ረኣኹ። ጎይታ ኸኣ ብስመይ ንደቀይ ኣብ ልዕሊ ኩሎም ሓይልታት ጸልማት ሓይሊ ሂበዮም እየ። ጽን ኢልኩም ስምዑኒ። ከመይ ከም ትጽልዩ እውን ተምሃሩ በለ። ድሕርዚ ሓደ ኣረጊት መሳሊ ፍጡር ካብ ካልእ ዓንኬል ተንሲኡ እንዳተሓንበበ ድግምቲ ይለቅቕ ነበረ። ሓደ ጋኒን ተንሲኡ ኸኣ ኣብ ምድሪ ክፉእ ክገብር ረኣኽዎ። እቲ ጋኒን መንፈስ ጥንቆላ ነበሮ። ግልጽ ኢሉ እንዳሰሓቐ ኣብ ኢዱ ካብ ዝነበረት በትሪ ኣብ ልዕሊ ብዙሓት ሰባት እከይ ድግምቱ ይለቅቕ ነበረ። ካልእ ጋኔን እውን ሰዓቦ እሞ ከምኡ እውን ገበረ፣ ሰይጣን ከኣ ብዙሕ ሓይሊ ወሰኸ። ጐይታ ኸኣ እነሆ ኣብ ምድሪ ዝኣሰርኩሞ ኣብ ሰማይ ክኣስሮ እየ በለ። ኣስዒቡ ኸኣ ጸሎት ቅዱሳን ውጽኢታዊ ምእንቲ ክኸውን ኣብዚ መወዳእታ ግዜ ሰይጣን ብግዲ ክእሰር ኣለዎ በለ። ካብ ካልእ ዓንኬል እውን ካልእ ኣስማተኛ ተንስአ። ትእዛዝ ክህብ እኳ ጀመረ። ክዛረብ ከሎ ሓውን ዝናብን ናብ ምድሪ ወደቐ። ብዙሓት ክፉእ ነገር እንዳተዛረበ ከኣ ካብቶም ኣብ ምድሪ ዝነበሩ ንብዙሓት ኣታለለ። ካልኦት ክልተ መናፍስቲ ከኣ ክሕወስዎ ረኣኹ። ኩሎም ስልጣናት እከይን መናፍስቲ ኣየርን እዮም ዝነበሩ። እዞም ኣብ ልዕሊ ክረኣዩ ዝጸንሑ ዝጸናሕኩ ኣጋንንቲ ኣብ ሓደ ቦታ ተኣኪቦም ክፉእ ንምግባር ተዳልዮም ንዝነበሩ ጠንቆልቲ ሓይሊ ሃብዎም። ገበርቲ ጸልማት ኣብ ጥቐኦም ተኣከቡ። እቶም መናፍስቲ ዝመርጽዎም ነው ነጀው ይብሉ ነበሩ። ብጥንቃቐ ኣስተውዓልኩ በለ የሱስ። መንፈስ ቅዱስ ዓብዪ ሓቂ እዩ ዝገልጸልኩም ዘሎ። ኣብቲ ራእይ ኣዝዩ ኣሰንባዲ ነገራት ክፍጸም ረኣኹ። ተግባር እከይ ጎሊሑ፣ ሓጢኣት እውን የንጀርብብ ነበረ። እቶም መናፍስቲ እከይ ንደቂ ሰባት ንገሊኦም ከም ዝሰርቁ፣ ገሊኦም ከም ዝሕስዉ፣ ገሊኦም ከታልሉ፣ ንሓድሕዶም ክጓድኡን ገሊኦም ከዓ ክፉእ ክዛረቡን ኣብ ፍትወት ስጋ ክሽመሙን ገበርዎም። ኩሉ ዓይነት ክፉእ ነገራት ኣብ ምድሪ ተለቀ። ኣነ ኸኣ እቲ ነገር ቀፊፉኒ ጐይታ፣ እዚ ነገር እዝስ ንምርኣዩ ኣሸጋሪ እዩ በልክዎ። ንሱ ኸኣ ጓለይ፣ ክፉኣት መናፍስቲ ብስመይ ክሃድሙ ኣለዎም፣ ንዅሉ ምስ ኣስለጥኩም በታ ክፍእቲ መዓልቲ ደው ምባል ምእንቲ ክትክእሉስ ንዅሉ ኣጽዋር ኣምላኽ ልበሱ። እቶም ክፉኣት መናፍስቲ ክፉእ ዘፍርሕን ቃላቶም ናብ ምድሪ ኸተፍእዎ ኸለዉ ህዝቢ ኣምላኽ ብስም የሱስ ብእምነት ክጽልዩ ረኣኹ። እንዳ ጸለዩ ኸሉ ቃል ኣምላኽ ኣንጻርቶም መናፍስቲ መጸ ከድሐርሕሩ ኸኣ ጀመሩ። እቶም ቅዱሳት ጸሎቶም ምስ ቀጸሉ እቶም መናፍስቲ ዝሕዝዎ ኾነ ዝረግጽዎ ጠፍኦም ብኡ ንብኡ እኩይ ድግምትታቶም ተሰብረ፣ እቶም በቶም ብኣጋንንቲ ተዳኺሞም ዝጸንሑ ኸኣ ሓይሊ ተዓጥቁ። እቶም ህዝቢ ኣምላኽ ብሓደ ዀይኖም ጸሎቶም ምስ ቀጸሉ፣ ነቲ ዅነታት መላእኽቲ ተጸንበርዎ፣ እቶም መላእኽቲ ኸኣ ምስቶም ክፉኣት መናፍስቲ ተዋግኡ፣ ንሓይልታት'ቲ ኽፉእ ኸኣ ደምሰስዎ። እቶም መላእኽቲ መስርዕ ብድሕሪ መስርዕ ኰይኖም ይውሕዙ ነበሩ። ኣብ ሓንቲ መስርዕ ጥራይ ኣስታት ሽዱሽተ ሚእቲ ዘይውሕዱ መልእኽቲ ነበሩ። እቲ ቕዱስ ሳን ኣብ ኣምላኽ እምነቶም እንዳወሰኸ ብዝኸደ ቍጽሪ፣ እቶም መላእኽቲ ብሓይሊ ደፍኡ። ኣዝዩ ብዘደንቕ ሓይሊ እግዚኣብሔር ትእዛዝ ሃበ፣ ንህዝቡ መላእኽቱን ዓብዪ ሓይሊ ኣዕጠቖም፣ ንስራሕ ሰይጣን ምእንቲ ክድምሰሱ፣ ኣምላኽ ኣንጻር ኩሉ እከይ ኣብ ሰማያት ተዋግአ። እቶም ቅዱሳን ብእምነት ክጽልዩ ከለዉ እቶም ሓይልታት እከይ ተደምሰሱ። እንተኾነ ምጥርጣር ክመጽእ ከሎ እቶም ሓይልታት እከይ ይዕወቱ ነበሩ። ጐይታ ኸኣ ህዝበይ ክኣምኑን ንሓድሕዶም ክሰማምዑን ምሳይ እውን ክሰማምዑ ኣለዎም ሽዑ ጥራይ እዩ ኩሉ ሓይልታት ጸልማት ኣብ ትሕቲ እግሪ ኣቦይ ዝረግጾ። ንሕና ክንዕወት እንተ ኮይንና ክቡራት ኣንበብቲ፣ ምድሪ ምስ ሰማይ ክትሰማማዕ ኣለዋ። ህዝቢ ኣምላኽ ምስጋንኦም ናብ ኣምላኽ ካብ ምድሪ ከዕርጉ ምስ ጀመሩ፣ እቶም መናፍስቲ ከኣ እከይ እቶም መናፍስቲ እከይ ኣድሓርሓሩ። ቅዱሳን ብምሉእ ልቦም ኣንጻር ሰይጣን ፍቓዱን ይጽልዩ ነበሩ። ብኡ ንብኡ ከኣ ክፉእ ድግምትታቶም መርገሙን ተሰብረ፣ እቶም ቅዱሳን ከኣ ዓወት ጨበጡ። እቶም መላእኽቲ እግዚኣብሔር ምስቶም ኣጋንንቲ ክዋግኡ ከለዉ ቅዱሳን ብጸሎት ይናገፉ ነበሩ። እቶም ህዝቢ ብዝተናገፍዎ ቁጽሪ ብዙሕ ምስጋና ናብ ኣምላኽ ይቃላሕ ነበረ። እቲ ምስጋና ከኣ ካብ ካልእ ተወሳኺ ዓወት የምጽእ ነበረ። ጸሎት ምስ ዘይህሉ ግና እቲ ምስጋና ይቋጸ፣ ጸላኢ ከኣ ይዋጋእ። ክዕወት እውን ይጅምር። ሓደ መልኣኽ ከኣ ብዓብዪ ድምጺ፣ ኦ ጐይታ፣ እምነት ህዝብኻ ድኹም እዩ ዘሎ። ንስኻ ኻብ ጭፍራ ሰይጣን ከተናግፎምሲ እምነት ክህልዎም ኣለዎ። ጐይታ ኣባታቶም ወረስቲ ወረስቲ ምሕረትካ ኣብዝሕ ክብል ሰማዕኩ። ድምጺ እቲ ዅሉ ዝኽእል ከኣ፣ ብዘይ እምነት ንኣምላኽ ከተስምርዎ ኣይከኣልን እዩ፣ ግናኸ ጐይታ እሙን እዩ፣ ከጽንዓኩምን ከኣ እዩ ኢሉ መለሰሉ። ከም ብሓድሽ ኣብቲ ራእይ ኣምላኽ መንፈሱ ኣብ ስጋ ዝለበሰ ኩሉ መንፈሱ ክኽዑ ረኣኹ እቶም ህዝቢ ኸኣ ኣምላኽ ኩሉ ዝጽልይዎ ከም ዝገበረሎም ብእምነት ተወከሉ ከመይሲ ካብ ልቢ ስለ ዘፍቀርዎ ኣብ ኣምላኽ ኣብ ቃሉን እምነት ነበሮም ኣምላኽ ከኣናገፎም ቃል ኣምላኽ ከኣ ኣብቲ ምድሪ ዓበየ። ጐይታ ኸኣ፣ ንዝኣምን ኵሉ ይከኣሎ እዩ። ኣነ ንቓለይ እተግሃሉ፣ ከም ዚፍጸም ከኣ ይገብሮ። ንስኻትኩም ግቡእኩም ግበሩ፣ ብድሕርዚ ኣነ ግቡእይ ክገብር እሙን እየ። ንህዝበይ ንሓቂ እንተ ደኣ ቈይሙ፣ ሰናይ ገድሊ ተጋዲሉ፣ ከምቲ ብመዓልትታት ጴንጠቆስጠ ዝዀነ ኣደናቒ ነገራት ኪኸውን እዩ። ጽውዕ ጸውዑኒ እሞ ክሰምዓኩም እየ። ንስኻትኩም ህዝበይ ክትኮኑኒ ኣነ እውን ኣምላኩም ክኸውን እየ ኣነ ኸኣ ብጽድቅን ብሓቅን ብቕንዕናን ከጽንዓኩም እየ ኣሜን ኣብቲ ራእይ ኸኣ ክርስትያናት ከም ህፃናት ኮይኖም ክውለዱ ከለዉ ረኣኹ መልኣኽ ካብ ኩሉ ክፉእ ክሕልዎም ኣብ ልዕሊኦም ቆመ ጐይታ ጻብኦት እግዚኣብሔር ከኣ ክዋግኣሎም ረኣኹ ጽንሕ ኢሎም እቶም ቈልዑ። ዓብዩም፣ ዓጺድ እቲ ጐይታ ክብሪ ኺዓጽሩ ረኣኽዎም። ነቲ ስራሕ ኣምላኽ ብምሉእ ልቦም ንኣምላኽ እንዳ ኣመኑ፣ እንዳ ኣፍቈሩን ብሓጐስ ብምግልጋል ይዓይዎ ነበሩ። ቃል ኣምላኽን እቶም መላእኽትን ተሓባቢሮም ከኣ ንዅሉ ሓይሊ ጸልማት እከይን ካብ ገጽ ምድሪ ንምድምሳስ ይሰርሑ ነበሩ። ኵሉ ነገር ኣብ ትሕቲ ቍጽጽር ኣምላኽ ኣተወ፣ ሽዑ ኸኣ ሰላም ኣብ ገጽ ምድሪ ክዓስል ረኣኹ። ኣሜን።